ሰላም ኣሕዋት ኣብዛ ክላስ እምበኣር ብዛዕባ ፍሬንች ኮይኑ ፕረዘንት ኣንዴካቲቭ ኣብ ዝሓለፈ ክላስ እንታይ ርኢና ነርና እንድሕር ኢልኩምኒ ኣብ ዝሓለፈ ክላስ እዚ ርኢና ነርና ዝተወሰኑ ኤግዛምፕል ርኢና ነርና ተመሊስኩም ነታ ምናልባት ተዘይተኸታተልኩም ኣብ ዝሓለፈ ቪድዮ ኮይንኩም ረእዎ ዝተወሰኑ ኤግዛምፕል ርኢና ነርና እንታይ ምዃኑ ርኢና ፕረዘንት ኣንዲካቲቭ ንምንታይ ከም ድውክል እንደገና እቶም ዝቀደሙ ቤዝ ዝኾኑ ቀዳማይን ካልኣይን ጉሩብን ቨርቭ ከመይ ጌርና ኮንጂኬት ንገብር ርኢና እዚ ረእይዎ ተመሊስኩም ሕጂ ብዛ ሳልሰይቲ እንታ ክንርኢ ኢና ሳልሳይ ጉሩብ ኣለውና ኮንጂኬትን ክንገብር ኮልና ባይዘወይ እዚኣ ናይ መወዳእታ እያ መዓት ኤክሰፕሽን ስለ ደሎ እዞም ሳልሳይ ጉሩብ ካብ ምንታይ ኢና ንጥቀመሎም ዋላ ብዚ ንድሕር ርኢኽሞ እንታይ ብለና Le verbe de troisième groupe ont trois modèles terminaison donc ኣብ ሰለስተ ጉሩፕ ተኸፊሎም ይርከቡ እቶም ሰለስተ ጉሩፕ ተኸፊሎም ይርከቡ ብድለና ደሎ ከዓ የነት እዮም እንድሕር ኢልኩምኒ ኣብዚ እቶም ቀዳሞት ኣለውና ንሶም እቶም ኤስኤስተ ኦኤንኤስ ኡዘድ ኦኤንተ ድውዱ እዮም እዚኦም እቶም ሓፈሻዊ እዮም እቶም ካልኣይ ከየና እዮም እንድሕር ኢልኩምኒ ተመሊስና ሓደ ብሓደ ክንሪኦም ኢና ባይዘወይ ዲኤስ ዲኤስ ዲ ኦኤንኤስ ኡዘድ ኦኤንተ ተምሳሳይ ከ እዞም ኤክስ ኤክስ ደ ኦኤንኤስ ኡዘድ ኡኤንተ እዞም ኣብ ሰለስተ ከፊልዎም ኣሎ ባይ ዘወይ እንድሕር ርኢናዮ ማለት እዩ ኣብዚ ሕጂ እንታይ ኢና ክንዕዘብ ደለና ንሕና እቶም ቀዳሞት እንድሕር ዳ ወሲድናዮም እንታይ ይብለና ኣሎ ኦፕ ይቕሬታ እዞም ቀዳሞት እንድሕር ዳ ወሲድናዮም እንታይ ይብለና ኣሎ ዠ ንኣብነት ኩኺኽ ኩኺኽ እንድሕር ደኣ ክንርእዮ ደሊና ኩኺኽ እንታይ እዩ እዚ እዚ ዝወስዶ ዘለኹ ባይ ዝወይ ዝበርብ እዚ ኩኺኽ እንታይ እዩ እንድሕር ደኣ ኢልና ካብ መጀመርታ ክፀሓፍ ከሎ ኤኤ ከይድውድእ ባይ ዘወይ የቕሬታ ኣብ ካልኣይ ጉሩብ እንታይ ኢለኩም ነይረ ኤኤ ክድውድኡ ማዓት ኤክሰፕሽናል እዮም ደለዉ ኮኺክ ሕጂ ንባዕሉ EA'ኺ ድዩ ዝውድእ ደሎ ግን ከም ካልእ እዩ ኮንጁጌዝን ክኸውን ደሎ ሕጂ እቶም ኡኤኽ እቶም ኡኤኽ ይቕሬታ ንደግም ንደግም ኣለና እቶም ኡኤኽ እቶም ኩሎም ኤክሰፕሽናል ዘይብሎም እዮም ነቲ ኤኻ ኣጥፊእና እቶም ዝተወሰኑ ኮንጁጌት ንገብር ካብኡ ንደሓር ደለዉ ግን ካብ ብዝሕ ምልምማድ እዮም ዝመፁ ምክንያቱ ቀዳማይ ኣለዉ ካልኣይ ግሩብ ኣለዉ ሳልሳይ ግሩብ እዚኦም ሳምፕሊፊኬሽን ክገብሩና ክቃልሉና እዩ እምበር ናብ ኩሉ ሕጊ ከምኡ ይኽተሉ፣ እቶም ኩሎም ካልእ ዝተረፉስ ከምኡ ይኽተሉ ማለት ኣይኮነን። ስለዚ ዝተወሰኑ ምልማድ የድልየና እዩ። ኢኤኽ ኩኺኽ ንኣብነት ኢኤኽ ይውድኢ እንታይ ይብለና ኣሎ? ዠ ኩኽ፣ ቱ ኩኽ፣ ኢል ኩኽ፣ ኑ ኩኽዮ፣ ን ኩኾም፣ ቭ ኩኼ፣ ኢል ኮኽ፣ ኢል ኤል ኩኽ ማለት እዩ። እዚኦም እቶም ቀዳሞት ግሩብ ኢልና ኣሎ። እዚኦም ከየኖ እንታይ ኢና ንሕውሰሎም ድሕሪ ክትርእይዎ ደሊኹም ንኣብነት ኣብዚ እንታይ ሓዊሱ ኣሎ ኤስ ኣብዛ ቀዳመይቲ እዛ በዚ ዘላ እያ ናብዚ መፅያ ኤስ ተ ነታ ኢኤኽ ኣልዩ ትሪዎ እንድሕር ዳ ኣልኹም ነታ ኢኤኽ ኣብዚ ዘሎ ኣልና እንታይ ንገብር ሓንሳብ ብኤስ እንድሕር ድሕር ዳ ኮይኑ ትዩ እንድሕር ዳ ኮይኑ ብኤስ ኢል ኤል ኦን እንድሕር ዳ ኮይኑ ብተ እንድሕር ደኣ ን ን ኤክሰተራ ኤክሰተራ ማለት እዩ። እዞም ONS ኣብዚ እንደገና ንረኽቦም ኣልና። EZ ኣብዚ ንረኽቦም ኣልና። ኣብ ነፍሲ ወከፉ ግን እንታይ ኣልዩ ደሎ እንድሕር ኢልኩምኒ እንታይ እየ ኢኺ ኣልይዋ ደሎ። እዚኦም ሕጂ እቶም ካልኣይ እቶም ሳልሳይ ግሩፕ ኮይኖም ኣብ ሳልሳይ ግሩፕ ከኣ ስተ- ሰለስተ ክፋላት ኣለና ዝበልናዮ ማለት እዩ። ኦኬ እዚ ካብ ረኣና ናጻ ቦታ ክንገድፍ ኢና ምእንቲ ተመሊስና ክጥዕመና። ኣብዛ ካልኣይቲ ግሩፕ ከ ኣብዚኣ ከ እንታይ እዩ ሒዝልና መፅኢ ዘሎ ዲኤኽ ድውድኡ ማለት እዩ ንኣብነት ዥዋንድኽ ፖንድኽ ሰብ ዥዋንድኽ ዥዋንድኽ ኣብዚ ዘይኣቱን እዩ ከም ካልእ ግን ኣለዉ ዲኤኽኡ ዝውድኡ ፖንድኽ ፖንድ ሙሳድ ማለት እዩ ኮኺኸ ምጉያይ ማለት እዩ ነጊረኩም እንተኮይነ ፕኾንድኽ ከዓኒ ምውሳድ ማለት እዩ ዝኾነ ነገር ክንወስድ እንድሕር ደልና ፕኾንድኽ ኣብዚ ሕጂ ንኣብነት ኮንጁጌት ኮይና ኢኹም ትሪእዋ ዘለኹም ዲኤስ ሓእትዋ ካብ መጀመርታ ግን ትቨርቭ እንድሕር ብናቱ ቤዝ እንታይ እዩ ፕኾንድኽ እምበኣርከስ ሕጂ ከም ትሪእዎ ኣለኹም ድኤኽ ኡ እዩ ዘለዎ ስለዚ ፖኾንኽ ካልእ ኣብነት እንታይ ኣለኒ ፖኾንኽ ዳርጋ ከምዚ ኦቶማቲክ ክመፃካ ይክእል እዩ ግን ድሕር ደኣ ምስ ብዝሒ ባይዘወይ ኣብ ነፍሲ ወከፍ ኤግዛርሲስ ክገድፍ ከለኹ ተለማመድዎ ምክንያቱ ኮነ ኢለ ንዕኡ ድመስል ኣብነት ስለ ደምፅ ዘለኹ ማለት እዩ እዚ እቲ መግለጺ እዩ ኤግዘርሲስ ግን ጸኒሑ ብመንጽር ፍሸ ስለ ደሎ ንዑ ቴሌሻርጀ ጌርኩም ዳውንሎድ ማለት እዩ ምልማድ እዩ ኦኬ ኣብዚ ሕጂ እንታይ ኢልና ኣሎ እቶም ዲኤ ክድውድኡ ሰፍ ዥዋንድኽ ዥዋንድኽ ምሕዋሲ ሰፍ ዥዋንድኽ ብጀካ ዥዋንድኽ ካልእ ኩሎም ዲኤስ ዲኤስ ዲ ብመንጽርቱ ዘለና ማለት እዩ ጀን ድሕር ደኣ ኮይኑ እቲ ስም ጀፕሮን

እዚኦም እቶም ካልኣይ ጎረቤም ደወልኩም እዮም እንታይ ገይሩ ኣሎ ነቲ ዲኤፍኡ ኣልዩ እንታይ ይገብር ኣብ ነፍሲ ወከፍ ዲኤስ ድሕር ዳ ዠ ድሕር ዳ ኮይኑ ቲዩ ድሕር ዳ ኮይኑ ዲኤስ ድሕር ዳ ኦን ኤል ኢል ድሕር ዳ ኮይኑ ደ ጥራይ ከምኡውን ኑን ድሕር ዳ ኮይኑ ኦኤንኤስ ቡን ድሕር ዳ ኮይኑ ኢዘድ ኣብ ነፍሲ ወከፍ ኣይትረስዕዎ እቲ ፕኾን እቲ ቤዝ ቨርብ ኣሎ ብዚ ኣብ ነፍሲ ወከፍ እንዳእተና ኢና ንኸይድ ንሱ እንዳምፀና ኢና ንኸይድ ኢዘድ ኣብ መወዳእታ እንታይ ነርና ኤልኤል ከዓኒ እታ ናይ መወዳእታ እተን ንሳተን ንሳቶም ከዓኒ ኦኤንተ እዚ እቲ ሳልሳይ ግሩፕ መበል ካልኣይ ክፋል ማለት እዩ ኣብ ሳልሳይ ግሩፕ መበል ካልኣይ ክፋል እታ ናይ መወዳእታ ተሪፋና ደላ ንድሕራ ክንዕዘባ ደልና ኦኬ እታ ናይ መወዳእታ ተሪፋና ደላ እምበኣር ናይ መወዳእታ እንታይ ብለና ከም በዓል ብዋኽ ቭልዋኽ ቫልዋኽ ኤክሰተራ ንኣብነት ብዋኽ እንታይ ማለት እዩ ምኽኣል ማለት እዩ ኣነ ሳይክል ይኽእል እየ ኣነ መኪና ይኽእል እየ ኤክሰተራ ኣነ ፍሬንች ይኽእል እየ ንኣብነት ብዋኽ እንድሕር ዳር ኢነዮ እንታይ ይገብር ኣሎ ፕቫኽ ኣብ መወዳእታ እንታይ ኣለና ከምዚ ኦኢኤኽ ንዓ ኢና ሕጂ ንሶም ቶም ብከምኡ ዝውድኡ ከም ዝትሪእዎ ኣለኹም ኣብዚ ኦኤኤኽ ኣለና ኦኤኤኽ ኦኤኤኽ ኤክሰተራ መዓት ካልእ ከምኡ ዓይነት ቨርብታት ከልውና ክእሉ እዮም ንዖም እንታይ ንገብር ነቲ ኦኤል እዚኦም ጠቕላላ ኤክሰፕሽናል እዮም ንኣብነት ከም ዝትሪእዎ ኣለኹም ኤክስ ሓዊስሉ ኣሎ እምበር ጠቕላላ እቲ ቨርብ ንባዕሉ ንኣብነት ኣብዚ ኣብ ናይ ፑቫኽ እንታይ ገይሩ ቪኦኢኤክ እንታይ ገይሩ ክብል ከለኹ ባይዘወይ ትሕጊ እየ ደብል ዘለኹ ማለት ካልእ ሰብ ስለ ደሎ ኣይኮነን ትሕጊ ግን ኦኬ ነቲ ኣብዚ ጠቕላላ እተን ኣርባዕተ ናይ ዳሕረዎት ሌተር የለዋን እንታይ ንገብር ዠፕ ኣነ ይኽእል እየ ቱፕ ኤክስ ሕጂ እውን ንሱ ይኽእል እዩ ኤል ኤል ኦን on peut ወይ ድማ እቲ ታይ ኣብዚ ትረኽቦ ኣለኹም ንፕቮን ኣብዚ እሞ ጠቕላላ ክትሕዝዎ ኣለኩም ባይ ዘወይ እንታይ እስኪ ኣብዚ እንታይ ንገብር ቪ ሽዑ እንደገና እቲ ኦኤንኤስ ነምፅኦ እምበኣርከስ ዓንቶ እታ ቪ ኣብዘን ሰለስተኤን ቃላት እታ ቪ ኣየምፃናያን ነርና እንታይ ጌርና ኣብዚ ኤክስ ኣብ ቀዳማይ ዠ እንድሕር ዳኣ ተኮይኑ ቲ እንድሕር ዳኣ ኮይኑ ኤክስ ሕጂ ዋላ ኣብ ሳልሳይ ቲ ኣብ እንድሕር ዳኣ ኑ እንድሕር ዳኣ ኮይኑ ግን ኑ ንኣብነት V ናይ ወስኻ ሽዑ ONS V ኢልና ONS ባይ ዘ ወይ ኦልሬዲ ብዝተጻሒፍልኩም ኣሎ ኦፕ ከምዚ ማለት እዩ እንድሕር ደኣ ቭ ኑ ንሕና እዩ ቭ ንስኹም ማለት እዩ ወይ ድማ ንሓደ ሰብ ብክብረት ክነብሎ እንድሕር ናይ ዓበይቲ ሕጂ ንኣብነት ምክብረት ክነብሎ እንኮልና ቭፑ ቬሳስዋኽ ንኣብነት ኮፍ ክትብሉ ትኽእሉ ኢኹም ኤክሰተራ ሕጂ እታ ኢዘድ ኣይትረስዕዋ ምስ ቪ ነቶም ኢል ኤል ከኣ ንሳተን ንሳቶም ንሶም ከኣ ኡኤንቴ ማለት እዩ ኣብዚ ኸ ርማርክ ኣለና ርማርክ ማለት ክነስተባህለሉ ዘለና ነገር ማለት እዩ ሌፎርም ኮንጅጌ ድፕሉኸል ኸስት ሱቮን ሌሜም እንታይ ማለት እዩ እቶም ብብዝሒ ንኣብነት ንቡ ኤል ኢል እዞም ሰለስተ ዝረኣኹሞ ይቕሬታ ኦፕ እዞም ሰለስተ ዝረኣኹሞ መብዛሕትኡ ግዜ ኩሉ ግዜ ሕደ እም እዞም ኡኤንኤስ ን ኑ ኡዘድ ን ቭ ኡኤንቲ ከኣ ን ኢል ኤል መብዛሕትኡ ግዜ ኩሉ ግዜ መብዛሕትኡ ግዜስ ከምኡ ኮይኖም እዮም ዝተርፉ ብለን ኣሎ ግን ዝተወሰኑ ኤክሰፕሽን ኣለና ዝተወሰኑ ፍልይ ዝበሉ ነገራት ኣለውና ከም ንኣብነት ኣሌ ኣሌ ሕጂ ካልእ ዓይነት ኣብነት እዩ ንኣብነት ኣሌ ናፃወታ ሞ ክንገድፍ ምእንቲ እቲ ቨርፍ ክንፅሕፍ ምእንቲ ኣልየን ኣብነት ኣልየን እንታይ ማለት እዩ ምኻድ ማለት እዩ ኣልየን ድሕር ርኢናዮ ዠ ክኸውን ከሎ እንታይ ይብለና ኣሎ ዠቨ ጠቕላላ እቲ ፎርም ናቱ ይቕይር ትቫ ኢልቫ ይቕሬታ

ተማሳሳሊ እዩ እቶም ኣብ ናይ ሳልሳይ ጉሩብ ደለዉ ማለት እዩ እቶም ኣብ ሳልሳይ ጉሩብ ክብለኩም ከለኹ እቲ ኦኤንኤስ ኡዘር ዳርጋ መብዛሕትኦም ይሕወስ እዩ ኣብዛ ጉሩብ እዚኣ እንድሕር ደኣ ሃሊና ማለት እዩ ሕጂ እምበኣር እንታይ ጌርና ኣለና ንኩሉ ክሕዶ ምስ ክፍትን እየ ምእንቲ ሰማራይዝ ክንገብር ኦፕ ሰማራይዝ ምእንቲ ክንገብር ኢለ ኦኬ መጀመርታ እዚኦም እቶም ሳብጀክት ናህና እዮም እቶም ጀቱኤል እቶም ስም ናህና ባርክ ኣብ መበል ሳልሳይ ጉሩብ ቀዳማይን ካልኣይን ሓሊፍና ስለ ዝረኣናዮም ኣብ ዝሓልፈ ክላስ ኣብ መበል ሳልሳይ ጉሩብ ኣብ ሰለስተ ከፊልናዮም ኣለና እቶም ቀዳሞት ኤስኤስቲኦንኤስ ኡዘድ ኡኤንተ ይውድኡ ከምኦም እንታይ ዓይነት ኤግዛምፕል እንድሕር ኢልና ከዓ

ኢልኤል ፎም ኤግሰቲ ከዓ ማለት እዩ ንሎሚ ዝተወሰኑ ዝተመሊስና ክንርኢ ክንፍትንና ኦኬ ነፃ ግዜ እንተሃሊና ማለት እዩ ኦኬ ኣብዚ ከዓ እንታይ እስኪ ተመሊስና ክንርኢ ኢና ኣብዚ ዝመፅእ ክላስ ባይዘወይ ኣብዚ ጠጠው ክነብላ ኢና ሳልሰይቲ ኣብ ሳልሳይ ክላስ ክንሪኣ ኢና ሳ